ሎማዓንቲ ኣብዚ ቻናል እዚ ዓብይ ልኾነ ስራሕ እንሰርሐሉ መዓልቲ እዩ ምኽንያቱ ድማ ናይ ገዛ መስራሕ ኣቁሑ ንብረታት ክትገዝኡ ኢልኹም መፀዕኒ ዋጋ ንልኸበረኩም ናይ ንብረታት ዋጋ እውን በጣዕሚ ኸቢሩ ንልተማረርኹም ሰባት መፍትሕ ሒዘልኹም መፅእኒ ኢኹ ሎማዓንቲ ታይ እዩ እዚ መፍትሕ ተልኹምኒ ንብረታት ገዚእኹም ናበይ ዓዲ ክትልእኹ ከም ትደልዩ ኣብ ኮሜንት ፀሓፉ ብኡ ልክዕ ድማ ደቂ ዓዲ ልኾንኹም ብሓደ ተጎጂልና ስሚንቶ ሰራሚክ ቆርቆሮ ዝተፈላለዩ ናይ ገዛ መስራሕ ኣቁሑ ንብረታት ገዚእና ናብታ ትደልይዋ ቦታ ተኣኪብና ኣቀናኒስና ማለት እዩ መፅዕኒ እውን ሓደ ኣፊቱ ንኩለና ክኾን ተሎ ቅንስ ስለልቐል ናይ ንብረታት ዋጋ እውን ብውልክዕ በዝሒ ግዛእ ተሎ ብጣዕሚ ስለልቐንስ ብዝመሰረት ጌርና ተኣኪብና ተጎጂልና ናብ ዝተፈላለዩ ከተማታት ትግራይ ክልእኸልኹም እያ ስለዚ ኣበይ ዓዲ ከም ትነብሩ ኣብ ኮሚንት ፀሓፉ ማለት ካብኡ ደቂ ዓዲ ዝኾንኹም ንኡ ላይክ ናገርኹም ተኣከቡ ምስ ተኣከኹም ንብረታት ገዚና ናብታ ትደልዋ ቦታ እውን ከብፀሕልኹም እየ ማለት እዩ ስለዚ ንዚ ሓሳብ እዚ ትድግፉ ሰባት ሃሊኹም ንዚ ቻናል እዚ ላይክ ሼር ሰብስክራይብ ናገርኹም ንዚ ቪድዮ ዝጀምሮ ንቐጽል ስለዚ ቐድሚያ ብናይ ሰራሚክ ዋጋ ንጀምር እሞ ካብኡ ናብ ሲሚንቶ ናይ ቲንዲኖ ሓሸዋ ጸጸርናበልና ንቕጽልና ማለት እዩ ስለዚ ናይ ሰራሚክ ዋጋ መጀመርያ ንርኣ ስለዚ ሰራሚክ ዋጋ ንርኢ ተለና ንሳሎን ንመደቀሲ እንጥቀሞ ሱሳ ብ ሱሳ ዝበሃል ሰራሚክ ዋጋ ንርአ ማለት እዩ ስለዚ ገዛኹም ኣብ ምጥንቓቕ ለለኹም ብፍላይ ሰራሚክ እናገጠምኹም ትርከቡ ክንደይ ኒኡ ልብል ዕዳጋ ክጠቕመኩም ሰልኸል ብደንቢ ጽን ኢልኩም ስምዕዎ ላይክ ለና ጎርኹም ስለዚ ሱሳብ ሱሳ ልበሃል ሰራሚክ ኣብዚ ኸስ ሰዓት ብውሽጢ ዓዲ ብኣርቲ ልበሃል ማለት እዩ ኣብዚ ኸስ ሰዓት ብ ሽሒ ሽዱሽተ ሚእቲ ቴስዓይ እናተሸጠ ይርከብ ሱሳ ብሱሳ ኮይኑ ብኣርቲ ባል ሽሒ ሽዱሽተ ቴስዓይ እናተሸጠ ይርከብ ብሮማ ድማ ሽሒ ሓሙሽተ ሚእቲ ሰብዓይ እናተሸጠ ይርከብ ብሮማ ሽሒ ሓሙሽተ ሚእቲ ሰብዓይ ስለዚ ብኣርትና ብሮማ ዝበሃሉ ክልተ ዓይነት መማረፂ ናይ ውሽጢ ዓዲ ንህሉ ዕዳጋ እዚ ይመስል ማለት እዩ ውሽጢ ዓዲ ተትጥቀሙ ሪኮመንድ ይገብረኩም ወይ ድማ የማርፀኩም ካብ ናይ ደገ ትገዙ ግን ናይ ደገ ዕዳጋ ንገረና ትብሉ ሰባት ኣለኹም ግን ናይ ደገ ውስኸ ሰዓት ውሳ ብሱሳ 2910 እናተሸጠ ይርከብ ናይ ደገ 2910 ብናይ ደገ ማለት እዩ ሱሳ ብሱሳ ሰራሚክ ንመደቀሲ ንሳሎን እውን ንጥቀሞ ንኽእል ኢና መደቀሲ እውን ውስኸ ሰዓት ናይ ቆልዑ ምናምን ንጥቀመሉ ኢና ማለት እዩ ስለዚ እዚ ዕዳጋ እዚ እዚ ይመስል ናይ ደገ ክብር ከም ዝብል ትፈልጡ ኢኹም መብዛሕትኡ ሰብ ድማ ብመልክዑ እዩ ናብ መረፀ ዝገዝኦ ማለት እዩ ስለዚ እዚ ይመስል ካብኡ ሱሳብ ሳላሳ ከ ክንዲ ንእቲ ኢልኹምኒ ሱሳብ ሳላሳ ማለት ንናይ ግድግዳ እንጥቀሞ ንናይ ሽንቲ ቤት ውሽጢ እንጥቀሞ እሱ ክንዲ ንእቲ ኢልኹምኒ ብሽሒ ሱሳይ እናሸጠ ይርከብ ውስኺ ሰዓት ካብኡ ናመረባ ኢና ንርኢ ሳላሳ ብ ሳላሳ ውስኺ ሰዓት እንዲ ንእቲ ኢልኹምኒ ሰላሳ ብ ሰላሳ ሽሒ ሓምሳይ እናቸጠ ይርከብ ንካሬ ሽሒ ሓምሳይ ንናይ መረባ ሰላሳ ብ ሰላሳ ሽሒ ሓምሳይ እኒኦ ዕዳጋ ማለት እዩ ስለዚ ናይ ሰራሚክ ለሉ ዕዳጋ እዚ ይመስል እዞም ዕዳጋታት እዚኦም ንካሬ ለሉ ዕዳጋኦም እዩ ማለት እዩ ካሬ ማለት ጎኖ ሓደ ሜትሮ ቆመቱ ሓደ ሜትሮ ዝኾነ ካሬ ተባሂሉ ይፅዋዕ ስለዚ ከዚ ቀፂለ ልሕልፈኩም ናብ ናይ ሲሚንቶ ዕዳጋና ንሓልፍ ሲሚንቶ ክንደይ ንየሉ ድማ ዕዳጋ ንረአ ሎማዓንቲ ሲሚንቶ ልውዓሊ ዋጋ ንረኢ ተለና ሎማዓንቲ ዕለት ሸውዓተ ውርሒ ሓደ 2018 ዓ ም ረቡዕ መዓልቲ ማለት እዩ ለሎ ዕዳጋ ኣብ ዝኸስ ሰዓት ብጣዕሚ ደስ ዝብል ዕዳጋ እዮ ከዝለለ ማለት እዩ ገዛኹም ሰባት ተሃሊኹም ግዙ ተጠቐምሉ እዚ ዕዳጋ እዚ ማለት እዩ ኣብ ኮሜንት ገዚአ ተመስገን ልብል ሰብ ብጣዕሚ በዙሕ እዮ ኮሜንት ይረ ኣለኹ እያ ስለዚ ለገዛኹም ሰባት ተሃሊኹም ከዝለለ ገዚእኹም ውሰዱ ተጠቐምሉ ምክንያቱ ድማ ሎማዓንቲ ለውዓለ ዋጋ እንዴ ኒኡ ትልኹምኒ ብሽሒ 250 ኢሎም መዓንቲ እናቸው ጠውዒልንዮ ሲሚንቶ ብሽሒ 250 ኣብ ከተማ መቐለ እናቸው ጠውዒልንዮ ሲሚንቶ ንሓደ ኩንታል ኣሎ ማለት እዩ። ስለዚ ብበዝሒ ትደልዩ ሰባት ተሃሊኹም ልዕሊ 200 ኩንታል ትደልዩ ሰባት ተሃሊኹም ግን ብውሽጢ መስመር ፈጢንኹም ጠይቁኒ ኣነ ናብ ደስ ዘለኩም ቦታ ክልእኸልኹም ይኽእል እየ ማለት እዩ። ግን ንችርቻሮ ልዕሊ ዕዳጋ ኣብዚ ኸዚ ሰዓት ግን ብሽሒ 250 ኢሎም መዓንቲ እናተሸጠ ውዒሉ እኒኦ ከተማ መቐለ ማለት እዩ። ስለዚ ሲሚንቶ እዚ መስል ኣብ ናጋ ወይ ድማ ድሕሪ ናጋ ዘሎ ፕሮግራም የለለ ታይ ሓድሽ ነገር የለን ጠይቐ ከቕርበልኩም እዩ ማለት እዩ። ከዚ ቀፅለ ያሕልፈኩም ናብ ናይ ቲንዲኖ ሎለ ዕዳጋ ንሕለፍ። ቲንዲኖ ብጣዕሚ ደስ ልብል ዋጋ ሒዙ ወፂኡ እኒኦ ሎማዕንቲ ክንደይ ውዒሉ ተኢልኹም ድማ በዓል ሸሞንተ ኣብዚ ኸዚ ሰዓት ሸሞንተ ዒስራይ ሓሙሽተ ወይ ድማ ሸሞንተ ዒስራይ እናሸጠ ይርከብ ብጣዕሚ ቀኒሱ እኒኦ ደስ ልብል ዜና እዩ ምክንያቱ ድማ ኣብ ዝሓለፈ መዓልታት ብጣዕሚ እናወሰኸ ነይሩ ዕዳግኡ ሎሚ ግን ቆንጆ ዝበሃል ዕዳጋ ሒዞ ወፂኡ እኒኦ በዓል ሸሞንተ ሸሞንተ ዒስራይ ሓሙሽተይ እናሸጠ ይርከብ በዓል ዓሰርተ ድማ

በዓል ዓሰርተ ሽዱሽተ ናብ መወዳእታ ሰለስተ ሽሕ ክልተ ሚእቲ ሰብዓይ እናተሸጠ ይርከብ ማለት እዩ እዚ ናትወርክ ቴንዲኖ ዕዳጋ ለሎ እዩ ማለት እዩ እዚኣ እያ ናያዛ ዕዳጋ ናይ ቴንዲኖ ከዚ ሓሸዋ እናተፀረሎ ዕዳጋ ንርኢ እሞ ፕሮግራምና ነጠቓልል ማለት እዩ ስለዚ ሓሸዋ ክንደይ ንእቲ ኢልኩምኒ ሓሸዋ ናብ ኣርባዓይ ኣርባዕተ ሽሕ መፂኡ ነሎ ማዓንቲ ኣርብዓይ ኣርባዕተ ሽሕ ሎማዓንቲ ንሓደ ቢያጆ እቲ ቀይሕ ሓሸዋ ንሲኖትራክ ንቢያጆ ማለት እዩ ኣርብዓይ ክልተይ ወይ ድማ ኣርብዓይ ኣርባዕተይ እኒኦ ስለዚ ትገዙ ተለኹም ንዓየ ከደውሉለይ ከማርፀኩም እየ ዋጋ እቲ ፃዕዳ ኣርባዓይ ክልተይ እኒኦ ተሪ ቀይሕ ድማ ኣርባዓይ ኣርባዕተ ሽሕ እናተጠየርከ ማለት እዩ ስለዚ ኣብ ከተማ መቐለ ውሽጢ ለለኹም ሰባት እዚ ዕዳጋ እዚ ቆንጆ ስለዝኾነ ተጠቐሙሉ ካብ መቐለ ውፅእ ደለኹም ሰባት ትኾንኩም ለለ ንእሽተይ ናይ ትራንስፖርት ተፀግም ትኽእል ግን ሃንታ ለልኩም ዓንተወይ ደቂ ዓዲ ዘለኹም ሰባት ተኣኪኹም ትወስዱ ትደልዩ ሰባት ተሃሊኹም ብውሽጢ ኣዛ ኮሜንት ፀሓፉ ተኣከቡ ካብኡ ብውሽጢ መስመር ጠይቆን እሞ ካብኡ ንል ዕዳጋ ገዚእና ነብፅሕና ማለት እዩ ፀፀር ከ ክንደይ ንል ድማ ንርኢ ተለና ፀፀር ሓምሳይ ኣርባዕተኛ ሎማዓንቲ ውስኽ ኣቢልና ኢና ፀፀር እቲ ፀሊም ፀፀር ፍሩይ ማለት እዩ መህደም ንኾን ሓምሳይ ኣርባዕተ ሎማዓንቲ እናበሉ ውዒሎም እኒኦ ስለዚ ንቢያጆ ልዕሊ ዕዳጋ እዩ ዘዝንዮ ስለዚ ትገዝ ተለኹም ኣምታ ኣለልኩም እያ ውሰጎጂ ኢልኩም ብጣዕሚ ቀንሰ ዝኽእል ጠይቆኑ ማለት እዩ ብበዝሒ ኮንኩም ስለዚ ኣብ መወዳእታ ለላትና ሓንቲ መልእኽቲ እያ ትልኹምኒ ኣብ ከተማ መቐለ ዝተፈላለዩ ካብ ባዶ መሬት ጀሚሩ ልተሃደመ ወይ ድማ ውዱእ ትብል ሰባት ሃሊኹም ካብ ሰብዓ ካሬ ጀሚሩ ክሳብ ሚተር በዓይ 200 253 ኣርባዕተ ናበልኩም እስካዕ ንድርጅት ለለ እስካዕ ኣርባዕተ ሽሕ ካሬ ልሽወጥ ገዛውቲ ስለለለዉ እሶም መግዛእቲ ድልዩ ሰባት ሃሊኹም ብውሽጢ ክትመርጠኝቑኒ ካብኡ እውን ብተወሳኺ ብዛዕባ ሪል ስቴት ሓበሬታታት ትደልዩ ሰባት ሃሊኹም እዚ እውን ኣቕርበልና ወይ ድማ ንደሊ ኢና ሰባት ትብሉ እንተሃሊኹም ኣብ ኮሜንት ፀሓፉለ ኢኹም ብዛዕባ ናይ ሪል ስቴት ለሎ ሓበሬታ ከቕርበልኩም እዩ ማለት እዩ በዝሒ ኣብዚ ሰዓት ሰባት ንኣቶ ይርከቡ ኣብ ሪል ስቴት ለለ እናተሳተፉ እዮም ዝርከቡ ካብ በዓል ሓደ መደቀሲ ክልተ መደቀሲ ሰለስተ መደቀሲ ጀሚሩ ዝተፈላለዩ ዓይነት መማረፂ ለሎ እኒኦ በከፋፍላ ነዊሕ ዓመት ለሎ እኒኦ ማለት እዩ ስለዚ ፅቡቕ መማረፂ ይመስለኒ ብፍላይ ኣብ ስደት ኮንኩም ብዙሕ ገንዘብ ሊመለልኹም ወይ ድማ ገና ንኣከኹም ትርከቡ ሰባት ኣሊኹም ብንእሽተይ ክኸፍላ ናኸፈልኹም ንነዊሕ ግዜ ብደንቢ ነፃነትኩም ረኺብኩም ትገዝእዎ ገዛ ስለለሎ ከምዚ ዓይነት መማረፂ እውን ስለለሎ ብዛዕባ እሱ ሓበሬታ እንደሌና ሰባት ትብሉ ተሃሊኹም ብፍላይ ማለት እዩ ተቕረልኩም እያ ብቻ ስኹም ንዚ ቻናል እዚ ላይክ ሼር ሰብስክራይብ ናገርኹም ንኩሉ ንክበፅሕ ንዕርኽትኹም ኣብ ፌስቡክ ለለዉ ቲክቶክ ለለዉ ኣብ ዝተፈላለዩ ማሕበራ ሚድያ ለለዉ ሰባት ለኣኹሎም ማለት እዩ ናይ ሎሚ ዓንቲ ፕሮግራመይ ግን እዚ ይመስል ማለት እዩ ኣብ ድሕሪ ናጋ ልሉ መዓልቲ ለለ ብሓድሽ ናይ ቀለም ክኾን ይኽእል ናይ ጅብሰን ናይ ተፈላለዩ ኣቑሑ ንብረታት ዋጋ ሒዝልኩ ክመፅእ እያ ብዛዕባ ናይ መስተዋት ናይ ውሽጢ ገዛ ሰራቪስ ማዕፆታት እውን ዝረኣኹዋ ኮሚኒቲ ነራ ብዛዕባ ሰ እውን ኣዳለይ ክመፀልኹም እዩ ማለት እዩ ብቻ ስኹም ግን ከምዛ ለልኩኹም ኣብ መወዳእታ ሓደ ከባቢ ወይ ድማ ደቂ ዓዲ ረኹምኩም ሰባት ተኣከቡ ብኣ መሰረት ንብረታት ገዚእና ንልከልኹም እየ ማለት እዩ ናይ ሎማዓንቲ ፕሮግራምና እዚ ይመስል ኹሎኹም ኣብ ልፈትኹሞ ኣይጠራጠሪን ኣብ ስሚንቶ ኣብ ካልኦት ካልኦት ነበር ዕዳጋ ብፍላይ ስለዚ እዚኣ ትመስል ሰላም ንዓኻትኩም ይኹን ደቂ ዓደይ ቻው